Extra Sport.
ብወገን ቶተንሃም ዲዘርቢ ብጣዕሚ ለፍርሕ ብጣዕሚ ኤክሳይቲንግ ልደጋፊ ቶተንሃም ብሓፈሻ ድማ ናይ ዲዘርቢ እ፣ ተመክሮታት ኣብ ግምት ውሽጢ ብምእታይ ኣብ ዝለዓለ ፀፍሒ ድማ እ፣ ዝርከበሉ ዓመት እዩ ኢሎም ብዙሓት እናተዛረቡ እዮም ዝርከቡ እዚ ብጣዕሚ ለፍርሕን ወንጀል እዩ እናበሉ ድማ ልፅውዕዎ ኣለው። ናይ ቶተንሃም ናይ ሓደሽቲ ተፃወትቲ ፊርማ ድማ ሎማዕንቲ ብእሪ ቁፅር ክንሪኦ ኢና። ጋንታ ቶተንሃም ቀፃሊ ዓመት ልቶም ዓበይቲ ጋንታታት ሓናቒ ክኸውነሉ ልኽእል ድማ ዝተፈላለዩ ምልክታት ኣለው እሞ ዛጊድ ልፈረሙ ተፃወትትን ከመይ ክወሃዱ ከም ልኽእሉን ድማ ዝተፈላለዩ ሓበሬታት እናወፁ እዮም ዝርከቡ እሞ ኩሎም ኣዛሚድና ድማ ላባኻትም ክነምፅሕ ኢና ማለት እዩ። ስለዚ ምሳና ኩኑ እታ ዣቪ ኣለንሶ ሓድሽ ኣሰልጣኒ ቸልሲ እዩ ብርክት ልበለ ዓቅሚ ለለዎም ተጻወቲ ድማ ኣብ ቸልሲ ኣለው ምናልባት ማናጅመንት ጎዲልዎ ክኮን ይክእል እቲ ጋንታ ልቲ ናይ ቸልሲ ፕሮጀክት ትክክለኛ ኣሰልጣኒ ኢልኩም ትኣምኑ ዶ ምናልባት ኣብ ቸልሲ ታይ ጎዲሉ ኢልኩም ትኣምኑ ብርክት ልበሉ ወገናት ኤክስፒሪየንስ ለለዎም ልምዲ ለለዎም ተጻወቲ ሕጽረት ኣሎ እዩ መብዛሕትኦም ድማ መናእሰይ ኮይኖም ኢሎም ይዛረቡ እዮም ስለ ሊቨርፑል ክነልዕል ተለና ድማ ሲስተም ዘለዎ ዓሪፍ ኣሰልጣኒ መጽዮ ኣሎ እዚ ኣሰልጣኒ እዚ ድማ በተለይ በተለይ ኣብ በርንማውዝ ሰለስተ ዓመታት ዕብየት እናርኤ ልመጸ ኣሰልጣኒ እዩ። ኣንዶኒ ኢራኦላ ልሊቨርፑል ድማ ልቲ ተፋዚዙ ልነበረ ሊቨርፑል ሻምፒዮን ምስ ኾነ ድማ ኣብ ትሕቲ ኣርኔ ስሎት ልተዳኸመ ሊቨርፑል ላበይ ምዕራፍ ክወስዶ ይኽእል ልብል ድማ ክንርኢ ኢና። ቻምፒየንስ ሊግ ኣለዎም፣ ፕሪምየር ሊግ ኣለዎም፣ ኤፍኤ ካፕ ኣለዎም፣ ብተመሳሳሊ ድማ ሊግ ካፕ ኣለዎም። ኣዩኑ ከሳኺዕ ኢልኹም ድማ ትግምቱ? ናይ ሎሚ ዓመት ሊቨርፑል ዛጊድ ለሳልጥዎም ለዉ ዝውውራት ኸመይ ረይት ትገብርዎም ሞሳላህ ገና ኣይተተክአ እዩ ልሞሳላህ ልትክእ ተፃዋቲ ምስ መፀ ኸ ሕዚ እውን ሊቨርፑል ናይ ፕሪምየር ሊግ ተናሕናሐ ጋንታ ዲና ክንብሎ ዝብል ድማ ናታትኩም ርእቶ ንደሊ ኢና ካሊእ ማንቸስተር ሲቲ እዩ ማንቸስተር ሲቲ ድማ ኢንዞ ማሬስካ ኣምፅኦ ኣሎ ኣብ ቸልሲ ዓበይቲ ስራሕቲ ክሰርሕ ምልኽእል ድማ ምልክታት ሂቡ ልቡ ምስ ሸፈተ ድማ ተኸታታሊ ሸውዓተ ጌማት ድማ ምስትኽኻል ለኣውዮ ኣሰልጣኒ እዩ ኣብ ሌስተር ሲቲ ካብ ቻምፒዮንሺፕ ድማ ላ ፕሪምየር ሊግ ኣዕብይዎም ብቀጥታ ድማ ያው ቸልሲ ንብረቱ ገይርዎ እዩ ልኢንዞ ማሬስካ እዚ ጣልያናዊ ቴክኒሻን ኣሰልጣኒ ካብ ፔፕ ጋርዲዮላ ብዙሕ ነገር ከም ዝተማረ ይፍለጥ እዩ ምናልባት መላጣት ምዃኖም ክልቲኦምን ለመሳስል ገጽታ ምህላዮምን እኹል ጥራሕ ድዩ ፔፕ ጋርዲዮላ ገዲፍዎ ዝኸደ ቦታ ብዓብዪ ኣሰልጣኒ ድማ ክትካእ ይኽእል ድዩ ዝብል ድማ ሕቶታት ኣለዉ ስለዚ ናይ ሮድሪ ሕቶታት ኣለዉ እሱ ከመይ ማኔጅ ይገብሮ ብሓፈሻ ድማ ኢሌት ኣንደርሰን ዝመሰለ ናይዚ ክረምቲ እዚ ድማ ብጣዕሚ ሰሓቢ ዝነበረ ዝውውር ድማ ማንቸስተር ሲቲ ብልዕሊ 100 ሚልዮን ክባር ዋጋ ድማ ወዲኦም ኣለዎ እሞ ቀጻሊ ዓመት ከ ማንቸስተር ሲቲ ናብቲ ዝለመደ ጽዋዕ ድዩ ክመጽእ ወይስ ግዜ የድልዮ እዩ እዚ እውን ሓሳብ ሃብሉ ክብራ ሰማዕትና ካልእ ሓዱሽ ኣሰልጣኒ ማለት እውን ሓዱሽ ኢና ክንሎ ምክንያቱ ማንቸስተር ዩናይትድ ቋሚ ኣሰልጣኒ እዮም ዝተሰናበቱ ኣሞሪም ማይክል ካሪክ ድማ ብግዜያውነት ኣምፅኦም ተስፋ ውሃብ ምንቅስቃስ ገይርሎም እዩ ናብ ሳልሳይ ደረጃ ኣምፅኡ ድማ ቻምፒንስ ሊግ ኣውሮፓ ክሳተፉ ገይርዎም እዩ ብሩኖ ፈርናንዴዝ ድማ ናይ ፕሪምየር ሊግ እንግሊዝ ሪከርድ ክሰብር ኽኢሉ ኣሎ፣ ብዙሕ ኣሲስት ብምግባር ማለት እዩ። እዚ ኣብ ግምት ውሽጢ ብምእታይ፣ ማይክል ካሪክ ምስቲ ማንቸስተር ዩናይትድ ለፈርሞም ዘለዉ ፊርማታት ቲሊማንስ ፈሪሙ እዩ፣ ብተመሳሳሊ ድማ ካብ ቸልሲ ልፈርም ኣንደርሰን እውን ኣሎ፣ ካልኦት መናእሰይ ተፃዋቲ እውን ኣለዉ፣ ሕዚ እውን ዲፌንስ ሚድፊልድ ከፍርም እዩ ማንቸስተር ዩናይትድ እናተባህለ እዩ ዝርከብ። ብቤንጃሚን ሼሽኮ ዓመት ምሉእ ክወጾ ድዩ ማንቸስተር ዩናይትድ ወይስ ኣጥቃዒ የፈርም? ን ማቲያስ ኩንሃ፣ ብራያን ኢምቦሞ፣ ኣማድ ድያሎ እዚኦም ጎልቢቶም ይመጹ ዶ ትብሉ? ስለዚ ዘለኩም ሓሳብ ርእይቶ ግለጹልና ክብራት ሰማዕትና። ብዓብይኡ ድማ ደፈንዲንግ ቻምፕየን ኣርሰናል ሽዱሽተ ዓመትን ፈረቓን ሚኪኤል ኣርቴታ ድማ ኣብ ኣርሰናል ጸኒሑ ኣሎ። እዚ ኣሰልጣኒ እዚ ቀጻሊ ዓመት ከኣ ልዞም ሓደሽቲ ኣሰልጠንቲ እዚኦም ኣምበርኪኹ ሃምቲ ልተለመደ ጽዋዕ ከምጽእ ድዩ? ናይ ስታይል ለውጢ ክገብር ኤክስፔክት ትገብሩ ዲኹም ወይ ድማ ትጽበዩ ዲኹም? ወይስ ብቲ ልተለመደ ጽዋዕ ተምጸእ ምንም ጸገም የለይ ደገፍቲ ኣርሰናል። ሕዚ ውን ኣርሰናል ተጻወቲ እናፈረመ እዩ ዝርከብ ዓብዪ ተጻዋታይ ድማ ገና ገና ሃምለይፈረመ እዩ እንዳተገለጸ ዝርከብ። ካብ ኒኮ ዊላምስ ወይ ድማ ባርኮላ ሓዲኦም ክመርጹ ሃምልኽእሉ ትማሊ ኤክስትራ ስፖርትና ድማ ኣቕሪብልኹም እዩ እሞ ሎሚ ዓመትኸ ጋንታ ኣርሰናል ሃመይ እዩ ክውድእ ዝብሉ ድማ ሓሳብ ርእይቶኹም ተትገልጹልና ደስ ይብለና።
ኤክስትራ
ሓፍቶም ብርሃነ ይበሃል ቶፕ ሲክስ ኩሎም ዳርጋ ሓደሽ ተሰልጠንቲ እዮም ኣርሰናል ተዘይፈሪሑ ኣርቴታ ዋንጫ ናይ ምድጋም ዕድል ኣለዎም ግን ቸልሲ ፕሪምየር ሊግ ብቻ ስለ ዝፃወት ዝብል ሓሳብ ኣሎ ደበስ ተኽለ ድማ ኣነ ዝብሎ ማለት እዩ መናሕንሕቱ ናይ ኣርሰናል ጋርዲዮላ እዩ ነይሩ ሕዚ ግና ጋርዲዮላ ስለ ዝወፀ ኣርሰናል ክደግሞ እዩ ዝብል ናተይ ግምት ይብል እሞ እቶም ዝተረፉ ጋንታታት ድማ እቶም ኣሰልጠንቲ ሓደሽቲ ስለ ዝኾኑ ናይ ባዕሎም ፍልስፍና ስለ ዘምፅኡ ንእሽተይ ክፅገሙ እዮም ስለዚ ፕሮባብሊቲ ናይ ኣርሰናል እዩ ዝብል ሓሳብ ኣሎ ከምዚ ዓይነት መርትዖ ተተቅርቡ ደስ ይብለና ክብራት ሰማእትና ካልኦት እውን ልዚ ቻለንጅ ምግባር ይከኣል እዩ ዕሺ ልብል ድማ ናይ ፌስቡክ ስም ዘለዎ እዩ ታማ ኣርቴታ ብላዕሊ ኣለንሶ ብቅድሚት ሕሜት ትመስል ግን ናይ ዲዘርቢ ክሳብ ዝወሃዱ ቸልሲ እውን ከምኡ ክፅገመሎም እዩ ዩናይትድ ማእኸል ማለት እውን ሽዱሽተ ቁፅሪ ናይ ሉክሸው እንትተኪኦም ንዋንጫ ክሕመዩ እዮም ኣርሰናል ብዘለዎ ምንቕቓሕ ቻምፒዮንነቶም እውን ክሕመዩ ክገብሮም እዩ። ሊቨርፑል ብዙሕ ዝነቓቕሕ ኣይመስለንን። ሲቲ ከዋኽብቲ ዝበዝሕዎ ስለዝኾነ እቲ ዝነበረ ኣግሪመንት ክቕንስ እዩ። ፅዕንቶ ድማ ክበዝሖም እዩ። ካብ ፅዕንቶ ነፃ ዝኾኑ ኣርሰናልን ዩናይትድን ክኸብዶም እዩ ይብል ኮኪ ናይ ዩናይትድ ይልና ኣሎ። ቢኒ ስማርት ናይ ኩሉ ግዜ ተሳታፊና ኣብዚ ሕዚ ሰዓት ኮንካ እከለ ጋንታ ሓሪፍ ክኸውን እዩ እከለ ጋንታ ጽቡቕ ዓመት ክሕልፍ እዩ ኢልካ ንምግማት ኣጸጋሚ ይመስለኒ ምኽንያቱ ሓደ እተን ጋንታታት ኣብዚ ወርሒ ውሽጢ ዝፍጽምኦም ብዙሓት ዘይተወድኡ ዝውውራት ስለ ዘለዉ ትሕዝቶ ናይቲ ዘለዎን ስኳድ ብደንቢ ንምግምጋም ዝኸብድ ይመስለኒ ክልተ ዓቕሚ መፈተሺ ወይ ድማ ፕሪሲዝን ፀዋታታት ስለ ዘይገበራ ዳርጋ መብዛሕትኤን ናይ ኣሰልጠንቲ ምቅያር ስለ ዝገበራን ንምግማቱ ክኸብድ ይኽእል እዩ እቲ ሳልሳይ ድማ እቲ ሊግ ብባህሪኡ ናይ ሰባት ግምት ስለ ዘፋልስ ብዙሓት ሰርፕራይዚንግ ኤለመንት ስለ ዘለዎ በዚ ምክንያት እውን እዩ ፕሪምየር ሊግ ናይ ዓለም ተፈታዊ ሊግ ዝገብሮ ይብል ከም ናተይ ግምት ግን ይብል ቸልሲ ሓዱሽ ኣሰልጣኒ ሓዱሽ ባህሊ ሓዱሽ ፍልስፍና እሞ ድማ ኣብ ከቢድ ሊግ ስለ ዝኾነ ኣነ ኣብ ዣቪ ኣሎንሶ ዓብዪ ጥርጣረ ኣለኒ ይብል ኣርሰናል ሲቲን ብቐጥታ ንፅዋዕ ክፎኻኸሩ እዮም ኢለ ይሓስብ ኣርሰናል ናይ ክንፍን ማእኸልን ተፃወትቲ ግድን ከፈርም ኣለዎ። ዩናይትድ ኣብ ምክልኻልን ማእኸልን ሓሪፍ ዝውውር ተፈፂሞም ንፅዋዕ ክፎኻኸሩ ይኽእሉ እዮም ይብል። ሊቨርፑል እውን ሓሪፍ ኣሰልጣኒ ረኺቡ ኣሎ። ነቲ ሊግ እውን ብደንቢ ዝፈልጦ ኣሰልጣኒ እዩ። ነገር ግን ናይ መጀመርያ ዓመቱ ስለዝኾነ፣ ብቐጥታ ንጽዋዕ ንምፉኽኻር ዝኸብዶ ይመስለኒ ይብሎ ናይዚ ዓመት ናተይ ሰርፕራይዚንግ ቲም ቶተንሃም ይመስለኒ ብጣዕሚ ሓሪፍ ኣሰልጣኒ እዮም ረኺቦም ዝገርመኒ ዝገርም ፍልስፍና ዘለዎ ውቅብ ኩዕሶ ዝፃወት ደፋር ፕረስ ዝገብር ታክቲካዊ ርድኢት ብጣዕሚ ጎበዝ ዝገርሙ ፊርማታት ድማ እናፈፀሙ እዮም ቶትናም ንምርኣይ ብጣዕሚ እየ ተሃንጥየ ዘለኹ ዝብል ሓሳብ እውን ኣሎ እሞ ሎማዕንቲ ካብቲ ብስፋሕቲ እንሪኦ ድማ ጋንታ ቶተንሃም እዩ ብዚ ኣጋጣሚ እዚ ክብራ ሰማዕትና ስለዚ ቢኒ ስማርት ካብ ልቢ እየ ለመስግን ኣብርሃለይ ኪዳነ ድማ እዚ ዓመት እዚ ዓመተ ስፖርት ካብቲ ዝሓለፈ ኣዝዩ ንሕንሕ ዝረኣየሉ ክኸውን እዩ ግን ኣብዚ ክስመረሉ ዝግባእ እቲ ውኻርያ ኣርቴታ ኣነ ቃሊል ጸሓፊ እዩ መሲልኒ ዋንጫ ክበልዕ እዩ ዝብል ግምት እኳ ክንዲ ፍረ ኣድሪ የብለይን ሎሚ ዓመት ዋንጫ ኣብ መንጎ ክልቲኤን ደርብታት ማንቸስተር እዩ ክኸውን። በዓል ቸልሲ፣ ሊቨርፑል፣ ቶተንሃም፣ ኣርሰናል ድማ ነቲ ዝስዕብ ደረጃ ክሕዙ እዮም ይብል። ፍሽማን ልብል ናይ ፌስቡክ ስም ዘለዎ ድማ ከም ኣነ ሎሚ ዓመት ዩናይትድ ሻምፒዮን ክኸውን እዩ ርግጸኛ እየ ይብል። ንኹሉ ሰላም ንኹሉ ዝብል ፌስቡክ ስም ዘለዎ ሕዚ እውን ናይ ሎም ዓመት ስፔናውያን ኣሰልጠንቲ ይፍለዩ እዮም ሉዊስ ኤንሪኬ ትሪፕል ኣርቴታ ፕሪምየር ሊግ ኡናይ ኤምሬ ዩሮፓ ሊግ፣ ፔፕ ጋርዲዮላ፣ ካራቦን፣ ኤፍኤ ካፕን ሉዊስ ደለፎንቴ ፅዋዕ ዓለም ኢልና ኣሎ። ያው መረዳእታ ምዃን እዚ ፖግባማን ድማ ሰላማት ኤክስትራ ስፖርት ምስቲ ዝሓለፈ ዓመት ማይክል ካሪክ ዘርእየና ዓብዪ ለውጢ ማእኸል እንድሕር ኣጠናኺሩ ዩናይትድ ክዕወት እዩ ሽዱሽተ ቁፅሪ ግን ምውሳኽ የድልዮ ይመስለኒ ኢልና ኣሎ ሰጉምላይ ዓደይ ትግራይ ዝብል ፌስቡክ ስም ዘለዎ ድማ መናሕንሕቱ ጋርዲዮላ እዩ ነይሩ ስለዚ ክደግም እዩ ኣርስናል ኢልና ኣሎ ያሬድ ወላይ ንኹለኹም ንኹሎም ሓሳባት ዋላ ኣይንንከኣዮ ኣርሰናል ክሳብ ጥሪ ዘሎ ነጥቢ ኣፈላላይ እንተስፊሑ ቻምፒዮን ናይ ምዃን ዕድል ኣለዎ ኣብዚ ዝውውር ተጫወትቲ እውን ይነጥፉ ምህላዎም ቸልሲ፣ ሲቲ፣ ሊቨርፑል ድሕሪ ጥሪ ዝወሃሃድ ቲም ሒዞም ክመፁ ይኽእሉ እዮም። ዩናይትድ ግን ማእኸል ክፍሉ እናተጠናኸሩ ንዋንጫ ተፎካኸሪ ዝኾኑ ይመስለኒ ዝብል ሓሳብ ገሊፆም ኣለዉ እሞ ንኹልኹም ሰማዕትና ካብ ልቢ እየ ለመስግን ሕዚ እውን ሕፅር ዝበለ መሸጋገሪ ክንሰምዕ እሞ ላብቲ ብስፍሓት እንሪኦ ጋንታ ቶተንሃም ዓበዓበይቶም ናይ ምሕናቕ ዓቕሚ ኣለዎ ድዩ ብዝርዝር ብትን ኣቢልና ክንሪኦ ኢና ኤክስትራ ስፖርት ተኸታታሊ ክልተ ዓመታት መበል 17 ደረጃ ሒዙ ዝወደአ ጋንታ ቶተናም ሆትስፐር ከምዚ ዓይነት ዝውውራት ክፍፅም ምኽኣሉ ገበን እዩ ክብሉ ድማ ገለገለ ወገናት ኣጋንን ኣቢሎም ክዛረብዎ ተለዉ ድማ እናሰማዕና ኢና ንርከብ ወንጀል እዩ ገበን እዩ ከምዚ ዓይነት ነገራት እናበሉ እዮም ዝርከቡ ልሙዳቅ ልናሓናሕ ዝነበረ ጋንታ ከመይ ገይሩ ቀፃሊ ዓመት እንደገና ዓሚ ገይሩ ልጽዋዕ ልምፉኽኻር እዚ ልኣክል በጀት በጂቱ ክንቀሳቐስ ይኽእል ካበይ ከምጽኦ ዝብል ሓሳባት ድማ እዮም ልገልጹ ኣለዉ እሞ ሃምቲ ኣብ መእተዊ ልገለጽናልኩም ሃምቲ ሰማዕትና እውን ተሳተፍኹምሉ ሎሚ ዘበን ናይ ፕሪምየር ሊግ እንግሊዝ እዚ ዓመት እዚ ማለት እየ ብርክት ዝበሉ ጋንታታት ድማ ሰልጠንቲ ቀይሮም እዮም ምናልባት ዝተወሰኑ ክኾኑ ይኽእሉ እዮም ኤቨርተን ምስ ዴቪድ ሞይስ ክጸንዑ እዮም ኒካስል ዩናይትድ ምስ ዘከርክዎ ከውግዕ እየ ግን ኣርሰናል ድማ ምስ ኣርቴታ ካብዚ ወፃኢ ክሪስታ ፓላስ ከይተረፈ እውን ኣሰልጣኒ ቀይሮም እዮም ኖቲንግሃም ፎረስት እውን ኣሰልጣኒ ቀይሮም እዮም ብርክት ልውሉ ካብ በለይካቶም ሓደሽቲ ጋንታታት ማለት እዩ ፕሪምየር ሊግ እንግሊዝ መዓት ኣሰልጠንቲ ድማ እናተቀየሩ እዮም ዝርከቡ በቃ ብሓዱሽ ኣሰልጠንቲ ብሓዱሽ ኣሰልጠንቲ ናይ ምምፃእ ባህርታት እውን ኣሎ እሞ ማንቸስተር ዩናይትድ ያው ብዙሕ ትፅቢት ዝተገበረሉ ኣሞሪም ምስ ሚድያታት ድማ ፅቡቅ ርክብ ዝነበረሉ ኣሞሪም ፕላኑ ክሰርሕ ብዘይምኽኣሉ ያው ተሰናቢቱ ማይክል ካሪክ መፅኡ ድማ ካሊእ ማንቸስተር ዩናይትድ ድማ ርኢና ኢና ምስ ዓበይቲ ጋንታታት ፅቡቅ ሪከር ዘለዎ ጎል ለመዝግብ ብተመሳሳሊ ድማ ናብ ቻምፒንስ ሊግ ኣውሮፓ ተመሊሱ ሓያልነት ናይ ማንቸስተር ዩናይትድ ድማ ክቕፅል ደልዩ ትልገርም ዲዘርቢ ቅድሚ ላብ ቶተንሃም ምፅንባሩ ሓምቲ ኢንሳይደርስ ዝገልፅዎ ላብ ማንቸስተር ዩናይትድ ደው ኢሉ ይኸድ ኣለኹ እየ ስለዚ ትደልዩኒ ዲኹም ቀፃሊ ዓመት ናይኹም ኣሰልጣኒ ክኾን ትደልዩኒ ዶ ዲኹም ኣብ ስምምዕነት ክንበፅሕ ንኽእል ዲና ዝብል ድማ ናይ ስልኪ ፃውዒት ብምግባር ድማ እዚ ሓሳብ እዚ ዝሕቶ እዚ ድማ ኣቕሪቡ ነይሩ እዩ ተባሂሉ እዚ ክኾን ስለለይከኣለ ድማ ብቀጥታ ላብታ ሸውዓተ ፀዋታ ተሪፍዋ ከድሕና ዝተፀውዐላ ቶተንሃም ድማ ኣምሪሑ ኣብ ቶተንሃም ድማ ብልገርም መንገዲ ቶተንሃም ማለት ሰርቫይቭ ገይሮ ፕሪምየር ሊግ ሎም ዓመት ንቲ ነውግዕሉ ድማ ክበፅሕ ክኢሉ እዩ ማለት እዩ ኣብ ቶተንሃም ስታይሉ ገና ይረኣናዮይ ቶተንሃም ልምድሓን እምበይ ስታይሉ ኣይረኣናዩ ዝሓለፈ ዓመት ዝተወሰና ጨዋታ ኣየን ኣረንጅመንት ጥራሕ ይልገብር ነይሩ ሕዚ ንምርኣዩ ዝህንጢ ጋንታ ኮይኑ ኣሎ ሃምቲ ዓንቶ ንቢኒ ስማርት ካልኦት ዝገልጽዎ ኣለው ኣነ ቶትንሃም ካብቶም ክሪኦም ብጣዕሚ ተሃንጥዮ ዘለኹ ሓደ እዩ ፈላሚ ምሕዝነቶ ጸዋትኡ ድማ ማትያስ ፈርናንዴዝ ካብ ርሕቐት ብዘመዝገቦ ጎል ድማ ሓደ ንባዶ ኢሎም ጀሚሮም ኣለዉ ማትያስ ፈርናንዴዝን ቶናሊን ድማ ክፈጥርዎ ዝኽእሉ ጥምረት እንታይ ምዃኑ ኣብ ቀጻሊ ክንርኢ ኢና ሴንሲ በርጊቭል እውን ካልኦት ኳሊቲ ዝኾኑ ተወሰኽቲ ተፃወቲ እዮሞ ንኣብነት ንሓደ ሓደ ተፃወቲ ሃመይ ከእምኖም ሃም ዝኽእል ይገልፅ ነይሩ ኣብቲ ናይ ቶተንሃም ዌብሳይት ንኣብነት ካብ ሜሬሻ ዝበሃል ኣትሒዘ እየ ዝፈልጦ ልቶናሊ ብተመሳሳሊ ድማ በርግቪል ድማ ዳርጋ ወደ ገይረ ዝርዮ እዩ ሮበርትሰን ድማ ተቃላሲ ምኳኑ ፈልጦ እየ እቲ መንፈስ እውን ይደለ እየ እዚ ሴኔሲ ዝበሃል ናይ በርንማውዝ ዝነበረ ብነፃ ዝውውር ድማ ልመፃ ኣርጀንቲናዊ ልምዱን ብተመሳሳሊ ድማ ኳሊቲ ዝኾነ ተፃዋት ስለዝኾነ እዚ እውን ይደልዮ እየ ዝብል እዩ ሕዚ እቲ ጆርኒ ምህናፅ ጀሚርና ኣለና ሕዚ እቲ መሰረታዊ ነገር ድማ እናሰራሕና ኢና ንርከብ ዓብዪ ቶተንሃም ኢና ንሃንፅ ዘለና ዝብል ዲዘርቢ ተዛሪቡ ኣሎ ብርክት ዝበሉ እቶም ኣብ ቶተንሃም ዝነበሩ ጉዳያት ኣፈራሪሱ ዓብዪ ነገር ድማ እናሰርሐ እዩ ዝርከብ ኣብዚ ሕዚ ሰዓት እሱ ድማ ተኣዩ ሓዱሽ ኮችንግ ስታፍ ኣለዎ ግን ለይተነክኡ ነገራት ኣለዉ ንኣብነት ናይ ሴት ፒስስ ኣሰልጣኒ ናይ ጎልኪፐር ኣሰልጣኒ ናይ ቪድዮ ኣናሊስት ድማ እዚኦም ኣይተነክኡ ተወሳኺ ድማ ካብ ነዊሕ ጉድኣት ዝምለስሉ ድማ ብርክት ልብሉ ተጫወቲ ከም ዘለዉ ድማ ዝፍለጥ እዩ እሞ ዳርጋ ወሪዱ ዝነበረ ጋንታ ቀፃሊ ሲዝን ድማ ሓደገኛ ጋንታ ንምዃን ዝገብሮ ዘሎ እቲ ናይ ዝውውር ከይዲ ኢና ብስፍሓት ክንርእ ማለት እዩ ሕጋዊ ድዩ ኸ ኢሎም ድማ ገለገለ ወገናት እውን እናተገረምሉ እዮም ዝርከቡ ዲዘርቢ ጉድኣት ኣብ ልዕሊ ጉድኣት እኳ ልደራረብ ተኾይኑ ከምቲ ናይ ልሓለፈ ዓመት ቤስት ትሽዓንተ ተፃወቲ ልሓለፈ ዓመት ተጎዲእዎ እዩ ቶትናም ቤስት በቃ ማለት ኣብ ሜዳ ክኣትዩ ዝኽእሉ ተፃወቲ ተጎዲኦም እዮም ህንደይ ብተቐየርቲ ተፃወቲ ድማ ከም ልሓለፈ ንፈልጥ ኢና ንኣብነት መሓመድ ቅዱስ ክንደይ ፀዋታታት ጥራሕ ገይሩ ጀምስ ማዲሰን ክንደይ ፀዋታ ገይሩ ክሉሶቪስኪ ደጀን ክሉሶቪስኪ ርኢኹሞ ትፈልጡ ዶ እዚኦም ብደንብ ክምለሱ ዝግብኦም ጉዳያት ይመስሉኒ እቲ ናይ መጀመርያ ስርሑ ዝጀመረ በተለይ እንደገና እቲ ዓብዪ ፀገም ኣለዎ ዝበሃል ቦታ ናይ ጎልኪፐር ፀገም እዩ ነይሩ ስለዚ ክኒስኪ እዚ ኣብ ቻምፒየንስ ሊግ ኣውሮፓ ምስ ኣትሌቲኮ ማድሪድ ኣብ ዝነበረ ፀዋታ ቀዳማይ ረብዓ ሓሙሽተ እኳ ክውድእ ለይኸኣለ ብርክት ዝበሉ ስሕተታት ሰሪሑ ካብኡ ድማ ንሮሜሮ ከይተረፉ ነቲ ሽዑ ዝነበረ ሰልጣኒ ክወፅእ ከም ዘለዎ ብምግላፅ እንደገና ሞራል ናይቲ ተፃዋቲ ለይተሓለየሉ ከም ኣሰልጣኒ ኮንካ ክትሪኦ ተለካ ድማ ካብዚ ንላዕሊ ተፅኒሕናዮ ብዙሓት ስሕተታት እውን ክሰርሕ ስለ ዝኽእል ምውፃእ ይሕሽ ዝብል ውሳነ ዝወሰንሉ እዩ ነይሩ ዲዘርቢ መፅኡ ግን ልዚ ሓላዊ ልዳት እዚ ብእምነት ኣሰሊፍዎ ናይ መወዳእታ ሸውዓተ ጨዋታታት ድማ ኪንስኪ ያው መሰረታዊ ዝበሃሉ ናይ ሓላዊ ልዳት ሪፍሌክስ ብምስራሕ በተለይ ድማ እቲ ወሳኒ ዝነበረ ናይ ምስ ኤቨርተን ናይ መወዳእታ ፀዋታ ድማ ክሊንሽት ክሕለ ብምግባር ያው ቶተንሃም ኣብቲ ፕሪምየር ሊግ ክጸንሑ ተገይሩ እዩ ከም ዝክርዎ ናይ ቶተንሃም ስቴድየም እንታይ እዩ ክኾን ኣብ ቻምፒየንሽፕ እናተባሃለ ምስቶም ብጣዕሚ ንእሽተይ ስቴድየም ዘለዎም ጋንታታት እውን እናተነጻጸረ ካብኡ ድማ እቲ ዓመት ኣርሰናል ፅዋዕ ዝወስደሉ ዓመት ስለ ዝነበረ ብዙሕ ምንፅፃር ድማ ነይሩ እዩ ክብለኩም ደለየ ሓሪፍ ሓላው ልዳት እዚ ኣይ ቲንክ ነዊሕ ዓመት ብተመሳሳሊ ድማ ጽቡቕ ቦነሳት ዘለዎ ድማ ውዕሊ ክፍርም ትፅቢት ይግበር እዩ ኪሊስኪ ቀጻሊ ናይ ቶተንሃም ሆትስፐር ድማ ሓላው ልዳት እዩ ብብራቫ ክውን ኣሎ ብፍሪ ኤጀንት እዩ መፅኡ ስለዚ ሓላው ልዳት ዝበሃል ኤርያ ምጥንኻር ድማ ወሳንነት እዩ ናይ ቶተንሃም ድኽመት ነይሩ ሕዚ ድማ ድኽመት ኮይኑ ልክ ይቕፅል ሮቤርቶ ዲዘርቢ ብዝሃቦ መምርሒ መሰረት ድማ እናተጠራኸረ እዩ ዝርከብ ላብ ምክልኻሉ ንምፃእ ላብ ቶተንሃም ላብ ሌፍት ባክ ንኣብነት ተመፂና ኦዶጊ ኣሎ እዚ ጣልያናዊ ተፃዋታይ ምስ ሮበርትሰን ድማ ልቦትኦም ክፎኻኸሩ ትፅቢት ይግበር እዩ ሮበርትሰን እቲ ልምዲ ናይ ተዓዋትነት መንፈስ ተቓላሳይነት እዚኦም ኩሎም ክህል ይኽእሉ እዮም ካብ ሊቨርፑል ብነፃ ምርካብ ዝቆልዓ እዚ ዋላ ኣብ መወዳእታ ዕድሚ ይኹን ዝኾነ ነገር ክሕግዝ ይኽእል እዩ ኦዶጊኦ እያ ኦዶጊኦ እዩ ብተመሳሳሊ ፅዋ ዓለም ዝወሰደ ናይ ዓለም ሻምፒዮን ኮይኑ ድማ ዝመፀሎም ፔድሮ ፖሮ ድማ ኣሎ ብዝሕዚ ሰዓት ናይ ፅዋ ዓለም ሻምፒዮን እዩ ሓድሽ ውዕሊ ብርክት ዝበሉ ጥቕማ ጥቕሚ ድማ ክረክብ ትፅቢት ይግበር እዩ ካብኡ ድማ ምስኡ መን ይክናሕናሕ እንግሊዛዊ ስፔንስ እዩ ስፔንስ ኣብ ፅዋ ዓለም እዚ ምናልባት ዋላ ህንዲ ናይ ፔድሮ ፖሮ ይኹን ግን ውልቃዊ ዝኾነ ምንቅስቃሳት ብምግባር ድማ ኣገሪሙና እዩ ፈጣን እዩ ምናልባት ዎከር ዋንቢሳካ ተሓዊሶም ክስርሑ ተለው ስፔንስ ልብል ዝፈጥር ይመስለና ኣነ እቲ ፍጥነት ናይ ዎከር ክኾን እዩ ናይ ዋን ቢሳካ ድማ ኣይደንቲካል ዝኾኑ ታክላት እውን ኣለዎ። ጁልያን ሲሞኔ ወዲ ዲያጎ ሲሞኔ በይኑ ኩዕሾ እናደፍአ ኣብ ልዕሊ ሃገራዊ ጋንታ እንግሊዝ ጎል ከመዝግብ ክብል ተሎ ካብ ድሕሪቱ ነዊሕ ሜትር ድማ ዝነበረ ስፔንስ ሃመይ ስፕሪንት ገይሩ ተኣምረኛ ዝኾነ ታክል ብምስራሕ ድማ ከም ልድሕነ ድማ ኩላትና ንዝክሮ ኢና እዚኦም ጉዳያት እዮም ላብ ናይ ዲዘርቢ ኣሰላልፋ ክመፁ ቀፃሊ ማለት እዩ ካብኣብ ማእኸል ሚኪ ቫንዲቪን ኣሎ እዚ ድማ ፍጥነት ፕላስ ፓወር ኣለዎ። ማርኮስ ሴኔሲ ኣሎ ካብ በርንማውዝ ዝመፀ 120 ፀዋታ ንበርንማውዝ ላካየደ በዓል ልምዲ እዩ ቫንሄካ እውን ኣሎ ያው ዳርጋ ከም ወዲ ኤልሪኦ ስለዚ ካብ ብራይተን ካብ ታሕቲ ጀሚረ ድማ ላምፃኽዎ ኢለ ኣሎ 60 ሚሊዮን ይግብኦ ድያ ይግብኦን ድማ ፕሪምየር ሊግ ምስ ጀመረ ኢና ክንሪኦ ስለዚ ታክቲካሊ ብቐሊሉ ክርድእዎ ዝኽእሉ ተፃወትቲ ድማ መሪፁ መፅኦ ኣሎ ክንብል ንኽእል ኢና ቶተናም ሆትስፐር እዚ ለካይደ ዘሎ ዝውውር ሕጋዊ ኣይኮነይ ወይ ድማ ኢሌጋል እዩ ዘብሎ ዘሎ ሪከር ሰበርቲ ዝኾኑ ዓበይቲ ጋንታታት ክውንንዎም ትፅቢት ዝግበሩ ዝነበሩ ክልተ ተሓዲኡ እኳ ከይኮነስ ክልቲኦም ድማ ኣብ ሓደ መስኮት ዝውር ንኣብነት ማትያስ ፈርናንዴዝ ካብ ዌስትሃም 85 ሚሊዮን ፓውንድ ክበሃል ተሎ ንዌስትሃም እውን ትልኸበረ እዩ ንቶተንሃም ለባዕሉ እውን ሃምዚ ወፃኢ ገይረ ይፈልጥ እዩ ስለዚ ሪከር ተሰይሩ ተባሂሉ ጉድ ተባሂሉ ካብኡ እንደገና ጣልያናዊ ቶናሊ ብ100 ሚሊዮን ካብ ኒውካስል ዩናይትድ ድማ ከፍርቡ እንተለዉ ይገርም እዩ ይገርም እዩ ብጣዕሚ ስለዚ ስፐርስ ክልተ ሪከርድ ሰበርቲ ዝኾኑ እሞ ድማ ብጣዕሚ ብጣዕሚ በቃ ንኣብነት ማትያስ ፈርናንዴዝ ላብ ኣርሰናል ተለኸታይ ትፅቢት ይግበረሉ ማትያስ ፈርናንዴዝ ላብ ማንቸስተር ሲቲ ተለኸታይ ትፅቢት ይግበረሉ ማትያስ ፈርናንዴዝ በተለይ ምስቲ ብጣዕሚ ሽሙሉ ተኣሳሰር ዝነበረ ማንቸስተር ዩናይትድ ተለኸት እንታይ ዓይነት ትፅቢት ንገብር ነርና እዚ ኩሉ ኣብ ግምት ኣእቲና ኢና ንዛረብ ኣለና ቶናሊ ኣብ ቶተንሃም ማንም ዝሓሰቦ የለይ ቶናሊ ላብ ኣርሰናል ቶናሊ ላብ ዩናይትድ ቶናሊ ላብ ማንቸስተር ሲቲ እዚኦም እዮም ነይሮም እቶም ዓበይቲ ወግዕታት እዚ ኩሉ ስብርብር ኣቢሉ ግን ሮቤርቶ ዲዘርቢ እዞም ክልተ ሪከርድ ሰበርቲ ዝኾኑ ተፃወቲ ላብ ጓጉኦ እትይዎም ኣሎ ማለት እዩ እዚ ናይ ቀፃሊ ናይ ቶተናም ሆስፐር ዓመት በቃ ብጣዕሚ ኤክሳይትድ ኾንካ ብጣዕሚ ብሃንቀውታ ድማ ክትፅበዮ ዝገብር እዩ ሃለ ያነ ክልቲኦም እዞም ናይ ሚድፊልደራት ግን እንታይ እዮም ክህዎ ዝኽእሉ ሓደ እቲ ጉልበት ኣሎ ፊዚካሊቲ ዝበሃል ክልቲኦም ሰራሕተኛታት እዮም ብተመሳሳሊ ድማ ኣብ ጂም ዘይጠፍኡ ተፃወትቲ እዮም ይበሃሉ ስለዚ እቲ ፊዚካሊቲ ንቶተንሃም ክህዎ እዮም ማለት እዩ ካልኣይ ናይ ክልቲኦም መፍለይ ዝኾነ ምስ ኩዕሶ እውን ፅቡቕ እዮም ታክሎም እውን ሰዓቱ ዝሓለየ ምዃኑ እዩ ስለዚ ታክሊንግ እውን ብቶተናም ክህዎ እዮም በብፀዋትኡ ሮቤርቶ ዲዘርቢ ድማ ሓመይ ጨዋታ ዓብሊሉ ክወፅእ ከም ድሊ መግለፂኡ ድማ እቲ ፕሮግረሲቭ ፓስ ዝበሃል እዩ ንኣብነት ዝሓለፈ ግዜ እውን ኣልዒልና ልኩም ኣዋጊዕና ንፈልጥ ኢና ካብ ድሕሪትሲ ሰሪሕካ እምበይ ብዕድል ክውፃእ ይብሉ እዩ ይብል ሮቤርቶ ዲዘርቢ ካብ ድሕ ኩዕሶ ክትምስርት ተለኻ ስራሕ ክኸውን ኣለዎ ስለዚ ብሎቶሪ ከይኮነስ ሰሪሕኻ ኢኻ ክተምፅኦ ዘለካ ኢሉ ናይ ቮሊቮል ኮንሰፕት እዩ ልህብ ንኣብነት ኣብ ቮሊቮል ሓደ ተጋጣሚ ይሰርብ እሞ ማለት ተጋጠምቲ ተመችዎም እቲ ኩዕሾ ኢሉ ከይዕርፍዎ ሓያል ዝኾነ ሰርብ ኢኻ ትሰድድ ተኣትዮ ኣትዮ ተለይ ኮይኑ ግን ክምችዮም የብሉ ክቀባበልዎ የብሎም ይብል ኮንሰፕት ኢሉ ስደድ ካብኡ ድማ ላፍቲ ዊክ ዝኾነ ቦታ ወይ እንደገና ተጋጠምቲ ከድሕንዎ እዮም ኢልኻ ለይትግምቶ ቦታ ኢዩ ዝስደድ። ሃሞ ካብ ምግባር ግን ተቐባቢልና ሰሪሕና ለይንወጽእ እዩ ናይ ዲዘርቢ ልተጋጠምትና እናዓደምና ቦታ ትክነጥቀዕሉ ስፔስ ድማ እናገደፉልና ክመፁ እሞ ማለት ኣርባዓ ሴንቲሜትር እውን ኣርባዓ ሜትር እውን ካብ ቦታና ንርሓቕ ሓደ ሓደ ግዜ ድማ ብሚድ ዝኾነ ምቅብባል ድማ እናተቐባበልና ኢንቫይት ንግበሮም ላባና ክምንጡልና ንስሓቦም እሞ ንሕና ድማ ብቲ ዝተለማመድና እዮም ሞልድ ነጥፎ እዮም እዩ። እዚ ልምግባር ድማ ፕሮግሬሲቭ ፓሶም ጽቡቕ ልኾኑ ክልተ ሚድፊልደራት እዩ ኣፈሪሙ ዝርከብ። ማቲያስ ፈርናንዴዝን ቶናሊን። ኩዕሶ ህይወት ልክህልዮ ልክቕጽል ካብ ምክልኻል ናብ ምጥቃዕ ኣብ ልግበር ስግግር እንደገና ብጣዕሚ ደንበኛ ተጻወትቲ እዮም ክልቲኦም። ክጎዩ ይኽእሉ እዮም፣ ብዙሕ ሳዕሪ ክረግጹ ይኽእሉ እዮም። ብተመሳሳሊ ድማ ናይ ኩዕሾ ርድኢቶም እውን ጽቡቕ እዩ። እዚ ኣብ ግምት ይኣቲ ማለት እዩ። ካብኡ ኣብ ጉድኣት ዝነበሩ ዳርጋ ረሲዕናዮም ዝነበርና ናይ ቶተንሃም ተጻወቲ ምዃኖም ድማ ተረሲዖም ዝነበሩ ክልተ ተጻወቲ እውን ክጽውዐልኩም። ሓደ ቤንታንኩር ኣሎ፣ ዩራጋዊ ባዕሉ ዩራጋዊ ምዃኑ ሰራሕተኛ ኢልካ ድማ ክተልዕል ትኽእል ኢኻ። ብተወሳኺ ጀምስ ማዲሰን እንግሊዝ ድማ ድሕሪ ነዊሕ ዓመት ዝረኸበቶ ቤስት ፕሌይሜከር እዩ። ጀምስ ማዲሰን ድሕሪ ናይ ኤስኤል ጉድኣት ሕዚ ምሉእ ብምሉእ ተመሊሱ ኣሎ ኣብ ናይ መወዳእታ ጸዋታ እውን ርኢናዮ ነርና ኢና ምስ ኩዕሶን በዘይ ኩዕሶን ድማ ጽቡቕ ርድኢት ለለዎም ኣርባዕተ ሚድፊልደራት ኣለዎ ማለት እዩ። ማቲያስ ፈርናንዴዝ፣ ቶናሊ፣ ቤንታንኩር፣ ጀምስ ማዲሰን እዚኦም ብጣዕሚ ዝገርሙ እዮም። ናብ ምጥቃዕ ንኽድ ክብራት ሰማዕትና፣ ናብ ምጥቃዕ መስመር ጋንታ ቶተንሃም ደጀን ክሎሶቪስኪ ምናልባት ኣብ መዓልቱ ተኮይኑ ከምኡ ዓይነት ሰራሕተኛን ከምኡ ዓይነት ክሬቲቭ ተፃዋትን ብሓደ ግዜ ኣጣሚሩ ልሕዝ የለይ ያው ልፔፕ ጋርዲዮላ ድማ ኣብ ተኸታታሊ ጨዋታታት ምስ ኣንጌ ፖስቲ ክግሉ ኣብ ዝነበረ ቶተንሃም ድማ እንታይ ዓይነት ብቕዓት ከም ዘለዎ እዚ ስዊድናዊ ተፃዋቲ ዝርኢናዮ ኢና መሓመድ ቅዱስ እቲ ቀጥተኝነት ድማ ክህቦም ትፅቢት ይግበር እዩ ምስ ኩዕሶ ምቾት ዘለዎ ድፍረቱ ዝተለክዑ ነዋሕትን ሓፀርትን ፓሳቱ ድማ ደገፍቲ ቶተናም ናፊቐሞ እዮም ዝርከቡ ስለዚ እዚ ጋናዊ ተፃዋታይ እዚ ብፍላይ ብፍላይ ድማ እቲ ወርቃዊ ዝኾነ ፀጋም እግሩ እንተደልዩ ሹት እንተደልዩ ቅፅዓት እንተደልዩ ኩርናዕ ብሓፈሻ ድማ ብዙሕ ግልጋሎት ክወሉ ዝኽእል ፀጋም እግሩ ሕዚ ጥዕንኡ ተመሊሱ ድማ ኣብ ልምምድ እዩ ዝርከብ። መሓመድ ቅዱስ እውን ኣለዎም እዩ። ማትያስ ቴል ካብ ባየር ሙኒክ ብልቓሕ ኣምፀዮሞ ብግዴታ ድማ ላፈረምዎ ተፃዋቲ እዩ እዚ እዚ እውን ብተመሳሳሊ ፍጥነት ጎል ምእታይ እውን ክሕግዞም እዩ ዶሚኒክ ሶላንኬ ገና ይወዳእናይ ምጥቃዕ መስመሮም እቲ ክባር ዝበሃል 60 ሚልዮን ፓውንድ ኣውፅኦም ድማ ካብ በርማው ዝለዓደግዎ ዶሚኒክ ሰላንኬ እውን ኣለዎም ሕዚ እውን ኣይወዳእናይ ክቡራት ሰማዕትና ብራዚላዊ ሪቻርልሰን እውን ኣብ ቶተንሃም እዩ ዝርከብ በዓል ልምዲ ኣግሬሲቭ ኽኢላ እዚ ኹሉ ለጣመረ ድማ ምጥቃዕ መስመር ኣለዎ። ላብዚ ምጥቃዕ መስመር እዚ ሲቪንሆ ካብ ማንቸስተር ሲቲ ድማ ይሓቱ ኣለዉ እዮም። ቶተንሃም ሆትስፐር ምናልባት ልዘንጋዕናዮም ክልተ ስማት ክህሉ ይኽእሉ እዮም። ኣብ ማእኸል ሳር ኣሎ እዚ ሴኔጋላዊ ተፃዋታይ ኣብ ክንፍን ኣብ ቁፅሪ ዓሰርተን ድማ ብተመሳሳሊ ዣቪ ሲሞንስ እዚ እውን ናይ ቶተናም ተፃዋቲ እዩ ሽሞም ጥራሕ ክንሰምዕ ተለና ምናልባት ምስቲ ልምዲ ናይ ዲዘርቢ ድማ ተደማሚሩ ብዙሕ ነገራት ብዙሕ ተኣምራት ድማ ክፍጠር ይኽእል እዩ ናይ ኣንጌ ፖስቴኮግሉ ጋንታ ኣመና ብጣዕሚ ልፎትዮ ነበርኩ እዩ ከም ልጠኒ ለይደልዮ ልነበርኩ ጋንታ እዩ ሕዚ ድማ ብተመሳሳሊ ቶተንሃም ኣመና ብጣዕሚ ልፎትዮ ኣሰልጣኒ ደፋር ልበሃል ኣሰልጣኒ ሽም ብለየገድስ ግን መትከል ሒስኻዮ ትቐርብ መትከል ምስ ዓበይቲ ሽም ዘለዎም ጋንታታት እንደገና ኣብ ሜዳን ካብ ሜዳ ወፃእን ድማ ምስ ዓበይቲ ጋንታታት ናይ ኩዕሶ ቁፅፅር እንደገና ልምውሳድ ጋእለ ይብል ጋንታ እዩ ሰሪሑ ዝፈልጥ ሕዚ ድማ እዚ ኩሉ በጀት ተሰሊዕሉ ንቶተናም ሆትስፐር ዓብዪ ቶተናም ክሰርሕ ድማ ትፅቢት ይገብር እንዳበለ እዩ ዝርከብ እሞ እዚ ጉዳይ ከመይ ኢኹም ትርእይዎ ቶተናም ናብ ማን ለፍርሕ ጋንታ ኮይኑ ክቐርብ ድዩ ወይስ ቶትሪንግሃም ናታትኩም ሓሳብ ድማ ክሰምዕ እየ ማለት እዩ